ሰላም ጥዕና በልና ዝኽበርኩም ተኸታተልቲ መደባት ሪቮስ ዩቲብ ቻነል ከመይ ትጸንሐው ንሎሚ ብዛዕባ ኣብ ህሉ ኩነታት ሃገርናን ዞባ ቀርኒ ኣፍሪቃን ዝደስ ሓፂር መደብ ሒዝና ናባኹም ቀሪብና ኣሉና ከም ወትሩ ክሳብ ፍፃ መደብና ምሳና ክትፀንሑን ክትካተሉናን ብኽብሪ ንዕድም ብተወሳኺ ቅልጡፍ፣ እዋናውን ተኣማንን ዜናታትን ትንታነታትን ንምርካብ ነዚ ቻነል ሳብስክራይብ፣ ሼር፣ ላይክን ኮመንትን ብምግባር ምትብባዕኩም ክትገልጹ ብትሕትና ነዘኻኽረኩም። ኣብ ዝሓለፈ ወርሒ ጀሚሩ ብልዑል ቅልጣፈን ናህርን ኣብ ትግባረ ዝውዕል ዘሎ ጉዳይ ጽምዶ ዝለዓለ ኢድ ኣብ ማሕበራዊ መራኸቢታት ካብ ዝረኸቡ ኣርእስታት እቲ ኣብ ቅድሚት ዝስራዕ እዩ። እዚ ድሕሪ ተደጋጋሚ ፈኸራን ወተሃደራዊ መናውራን ቀዳማይ ሚኒስተር ኣብይ ኣሕመድ ኣብ ባይታ ዝወረደን ክስርሓሉ ዝጸንሐን ጉዳይ ጽምዶ ኣብ ዝቕጽል ኣዋርሕ እንታይ ክወልድ እዩ ዝፍለጥ'ኳ ተዘይኮነ እቲ ተጀሚሩ ዘሎ ምንባብ ግን እወታዊ ውጽኢት ከምጽእ ልዑል ተስፋ ተነቢሩሉ ይርከብ። ድሕሪ ስምምዕ ሰላም ፕሪቶርያ ምስ ኤርትራ ዝነበሮ ምሕዝነት ዝበተኸ ቀዳማይ ሚኒስተር ኢትዮጵያ ዶክተር ኣብይ ኣሕመድ ነቲ ኣብ ኲናት ትግራይ ዝተኸፍለሉ ውዕለት ንጎኒ ድሕሪ ምባሉ እዩ እዚ ሓድሽ ምንቅስቓስ ክውለድ ክኢሉ ዘሎ። ፖለቲካ ቀርኒ ኣፍሪቃ ክትኣምኖ ኣሸጋሪ ክሳብ ዝኸውን ካብን ናብን ዝወናጨፍ ብምዃኑ፣ እቶም ትማሊ ኣብ ኲናት ዝነበሩ ክልተ ሓይልታት ናብ ሓደ ክመጹ ክገብሮም ምኽኣሉ ንብዙሓት ዘገረመ'ዩ። እዚ ዋላ'ኳ ነቲ ብወገን ኤርትራ ዝግበር ምድላዋት ኣብ ግምት ዘእቱ ኣይኹን፣ ኣቢ ኣሕመድ ንትግራይን ኣምሓራን ዘይገደፈ፣ ነታ ዝፍክረላ ዘሎ ኤርትራ'ውን ከናሕስየላ ይኽእል ኢልካ ምሕሳብ ኣይከኣልን'ዩ። ሰራዊት ኤርትራ ካብ ኲናት ትግራይ ክሳብ ኣዲስ ኣበባ ዝነበሮ ምሕዝነትን ዝፈጸሞ ክድገም ዘይክእል ስርሒታትን ዝፈልጥ ኣብይ ኣሕመድ ነቲ ሓይሊ ንበይኑ ክገጥሞ ከም ዘይክእል ዝተሰወጦ ቅድም ኢሉዮ። ስለዝኾነ ድማዩ ካብ ድሮናት ክሳብ ከበድቲ ኣጽዋራትን ሚሳይላትን ከዕጥቐኦ ምስ ዝኽእላ ሃገራት ሰፊሕ ዝኾነ ዲፕሎማስያዊ ርክባት ዘካይድ ዘሎ። ከም ውጽኢቱ ድማ ብዘይካተን ኣብ ቀይሕ ባሕሪ ዝተታሕዛ ሰለስተ መራኽብ ኣዘርባጃን ካልእ ኣጽዋራት ክጓርት ከይደቀሰ ዝሓድር ዘሎ። ዝኾነ ኾይኑ ግን ኣብይ ኣሕመድ ዝመዘዛ ሓደገኛ ካርድ ንጥፍኣት ኣምሓራን ትግራይን ኤርትራን ዝተሓንጸጸት እኳ ተነበረት ብኣንጻሩ ግን ንስምረት እዞም ሰለስተ ሓይልታት ክትከውን ክኢላ ትርከብ። ኣብይ ኣሕመድ ዘበገሶ ሓድሽ ናይ ካርታ ምልዋጥ ስትራተጂ በዞም ሰለስተ ሓይልታት ክፈርስ ኣብ ጫፍ በጺሑ ይርከብ። ኣምሓራን ኤርትራን ኣብ ልዕሊ ትግራይ፣ ትግራይ ኣብ ልዕሊ ኣምሓራን ኤርትራን ኮታስ ሓደሕዶም ክነሓሓፉ ዝጸንሑ ሓይልታት ሓደ ክኾኑ ዝኸኣሉ ብምኽንያት እቲ ኣብይ ኣሕመድ ዘበገሶ ንኹሎም ክድምስስ ዝኽእል እከያውን ሰይጣናውን ውጥን እዩ። በዚ ኮይኑ በቲ እቲ ተጀሚሩ ዘሎ ጽምዶ ኣብ መንጎ እዞም ሓይልታት ንኹሉ ክሕወሶ ዝደሊ ኣካል ዘሳተፈ ንርሑቕ ዘሎ ዘቕረበ ይቕረን ምብህሃልን ዝዓሰሎ ክኸውን ድሌት ናይ ብዙሓት እዩ። ኣብዚ መደብና ብተደጋጋሚ ከም ዘቕረብናዮ እቲ ምሉእ ሰላምን ዕርቅን ኣብ ቀርኒ ኣፍሪቃ ክመጽእ ዝኽእል ኤርትራን ክልል ትግራይን ምስ ዝዕረቓ ወይ ናብ ምዝራብ ዝመጻ እዩ። ኣብዚ ክልተ ህዝብታት ብዝተፈላለየ ምኽንያታት ዝተፈጥረ ኲናት ዘስዓበ ኩነታት ምንባሩ ዝርሳዕ ኣይኮነን። ፍረ ወይ ውጽኢት ናይቲ ኲናት ድማ ንኽልቲኡ ህዝብታት ሓዲግ ምዕባለ ሓዲግ ዕቤት ገይሩ ኣሰናኺልዎ እዩ። ስለዚ እቲ ኲናት ወይ ውጥረት ይኣክል ተባሂሉ ንሰላም ዝኸውን መድረኽ ምምጽኡ ክፍተን ምሕሳቡ ድማ ክድነቕን ክድፋኣሉን ዘለዎ ኮይኑ ተረኺቡ ኣሎ። እዚ ጽምዶ እዚ ኣብ መንጎ ኤርትራውያን ፍልልይ ኣብ መንጎ ተጋሩን ኣምሓሩን ተማሳሊ ዝፈጥር እንተኾይኑ ንኹሉ ክጠምረሉ ዝኽእል ባይታ ክጣጣሕ ኩሉ ኣንጻር እቲ ሓደ ጸላኢ ከቕንዕ ምግባሩ ጽቡቕ እዩ ዝኸውን። ምኽንያቱ ዕንቅፋት እንተበዚሑ ነቲ ተጀሚሩ ዘሎ ናይ ይቕሬታን ምሕዝነትን ኣፍደገ ከገፍጥኖ ዝኽእል ስለዝኾነ። ካብ ሎሚ ንደሓር ኣብ መንጎ ህዝብታት ኤርትራ፣ ኣምሓራን ትግራይን ከምኡውን ካልኦት ነዚ ጽምዶ ክጽንብርዎ ዝደልዩ ኣካላት ምትፍናን ዘይኮነ ስምረት፣ ምርድዳእ፣ ምስምማዕ፣ ምንባብ፣ ምድግጋፍ ክበርትዕ'ዩ ዘሎ። ትግራይ፣ ኣምሓራ ትኹን ኤርትራ ድማ ኩሉ መዳያዊ ምንቅስቓሳተን ነዚ ጉዳይ ዝድግፉ ኣካላት ክብርክቱ ክትዕታ ብኹሉ ኩርናዕ ድምጺ ህዝበን ኣቐዲመን ክንቀሳቐሳ'ዩ ምኽራዊ ሓሳብ ዝቐርብ። መንግስታት ድማ እዚ ጽምዶ እዚ ተጻሚዱ ክተርፍ ከምቲ ምስ ኢትዮጵያ ዝተጀመረ እሞ ዝተኾልፈ ኣፍደገ ሰላም ከይከውን ልዑል ጥንቃቐ ክገብሩ ህዝቢ እፎይ ዝብለሉ ዝዓርፈሉ ባይታ ከጣጥሑ መልእኽትና ነመሓላልፍ። ምስዘን ቪድዮ ክንገድፈኩም ርእይቶኹም ክንጽበ ኢና ሰሰናዩ ጠጥዕሙ ንኹልና። ሰው ሓደ ንስኻትኩም ኤርትራውያን ድማ ዘይተረዳእኩምዎ ነገር ናይ ትግራይ ፖለቲካ ከም ናይ ኤርትራ ኣይኮነን ናይ ኤርትራ ፖለቲካ ንስኻ ትሰርሕ ዘለኻ፣ ኤርትራዊ ስለ ዝኾንካ ብዛዕባ ዓድኻ ስለ ትሓስብ ጽቡቅ ናይ ዓድኻ ስለ ትደሊ መንግስትኻን ህዝብኻን ዲፈንድ ትገብር ኣለኻ ኣባና ከምኡ የለን ኣባና ህዝብኻን መንግስትኻን ዲፈንድ ቅድሚ ምግባርካ ወይ ዓሰርተ ሚልዮን ወይ ሓሙሽተ ሚልዮን ክትቅበል ኣለካ ሽዑ ዘዝበሉኻ ኢኻ ትብል ኣነ ከምኡ ጠፊእኒ ይኮነ ምስ ብልፅግና ኣብ ኣዲስ ኣበባ ከለኹ ወላ መቐለ ከለኹ ገንዘብ ተቐቢለ ብዛዕባ ኤርትራን ኤርትራውያን ሕማቕ ምዝራብ ጠፊእኒ ይኮነ ሶቲ ናይ ዓድና ፖለቲካ ሓደ ክትርድእዎ ዘለኩም ኩሉ ገንዘብ ኣሎ ብዘይ ገንዘብ ዝሰርሕ የለን እዚ ብምሉ ኣብ ትግራይ ዝግበር ዝነበረ ኣኼባ ትርኢ ኣለካ ብምሉ ብኣበልን ብገለን ዝግበር ዝነበረ እዩ ሓደ ክትርድእዎ ዘለኩም እዚ ግን ኣብቲ ሓፋሽ ናይ ህዝቢ ትግራይ እንድሕር ኬድካ ግን ከምኡ ዓይነት ኣመለኻኽታ የብሉን። ኩናት ጠጠው ኢላ እኮ ሻዕብያ ንስኻትኩም ኢኹም እምበር ሻዕብያ ሻዕብያ ዝበሃል የለን ዝብላ ኣዴታት እኮ ተፈጢረን እኮ ናብ ትግራይ ምክንያቱ ኩሉ ሓሶት ኮይኑ ሻዕብያ ኣብ ሓደ ሓደ ቦታታት ከይዱ ተኸዚኑ ዝነበረ እኽሊ ሴሩ ከምድላይኩም ውሰድዎ ተማቐልዎ ስለ ዝበለ ድሕሪ እታ ኩናት ጠጠው ኢላ እኽሊ ክስረቕ ጀሚሩ ከምኡ ኢለን ተዛረባ ኣዴታት ኣለዋ እና እዚ እዩ ሶ ንመፃኢ እንታይ ንግበር እዩ ብፍላይ እዚ ጀነሬሽን እዩ እንታይ ይግበር ሶ ትግራዋይን ኤርትራውን ብሓደ ኮይኑ ክሰርሕ ክርኢ ዘይደሊ ኢሊት ኣብ ኢትዮጵያ ኣሎ ዊች ሚኒስት ናይ ቴስዓን ሓደን ዝነበረ ማለት ሕጂ ናይ ቴስዓን ሓደን ማለት ብናትና ኣቋፃፅራ ናይ ቴስዓ ናይ ቴስዓን ሓደን ዝነበረ ኩናት ዘሐጎሶም ካልኦት ኢሊታትና ኢትዮጵያ ነይሮም። እዚ መራሕቲ ሕወሓት ኣይተረደኡን። ሰው ንዓና እንዲያውም ፅቡቅ ኤግዛምፕል እዩ ማለት ኣማራፂ የብልናን ካብቲ ጌጋታት እንታይ እዩ ባድላክ ናብ ጉድላክ ቀይሮ ዝበሃል ነገራት ዝሓለፈ ሰላሳ ዓመት ዝተገበረ ጌጋታት ከም መምሃሪ ወሲድና እቶም መራሕቲ ንብሎም ኣበይን ኣበይን እዮም ተጋግዮም እቶም ወለድና ማለት እዮም እዝን እዝን ጌጋ ጌሮም ኣለው ኦኬ እዚ ከምዚ እንተዝኸውን ኔሩ ኢልና ኩሉ ነገራት ኣቐሚጥና ካብኡ ተማሂርና እንታይ ንግበር ሶ ናይ መጀመርያ ኦፕሽን ክትከውን ዘለዋ ዝብላ ኣነ ኢኮኖሚካሊ ወላ ፖለቲካሊ እንተኺኢልና ብሚሊተሪ ከምዘን ካልኦት ሃገራት ልፍንታዊ ዝኾኑ ወታደር መስሪትካ ትግራይን ኤርትራን ከምዘይድፈራ ጌርካ ከመይ ጌርካ ትሰርሕ ዝብል ክንሰርሓሉ ክንክእል ኣለና ካብ ሕሉፍ ክንመሃር ክንክእል ኣለና ኣነ ከም ትግራዋይ ናይ ባድመ ውግእ ሕወሓት ኣብ ሂወቱ ዝፈፀሞ እቲ ዝዓበየ ጌጋ እዩ ስለዚ ገሊኦም መራሕቲ ከምኡ እዮም ዝብሉ ገለገሌኹም ኤርትራውያን ሓንሳእ ምስ ኣምሓራ፣ ሓንሳእ ምስ ፌደራል፣ ሓንሳእ ምስ ትግራይ፣ ሓንሳእ ምስ ገለ ዝበሃል ዘረባ ኣሎ። ክትሓፍሩሉ እዩ ዝግባኩም። መንግስታት ነቲ ዝፍጠር ሓድሽ ኣሰላልፋ እንዳለክዑ እዮም ዝኸዱ። ኣብ ፖለቲካ ዓለም ትማሊ ንዛረብ ነርና እሞ ከምዚ ኮይና ሎሚ ከምዚ ይኮናን ዝበሃል ነገር የለን ዝበሃል ነገር የለን። መድረኽ ብመድረኽ ጥራይ ኢኻ ትትንትኖ ማለት እዩ ድሓር ቶም ሰባት ድም ሃልዮም ኣይሃልዮም እውን ኣገዳሲ ነገር ኣይኮነን ኣብ ሕወሓት ዘለዉ መራሕቲ ዓሚ ቅድሚ ሓሙሽተ ዓመት ቅድሚ ዓሰርተ ዓመት ቅድሚ ዕስራ ዓመት እንታይ ይሓስቡ ሕጂ ከት ይሓስቡ ኣለዉ ይደገድሰና እምበር ናይ ሰባት ምልዋጥ ኣይኮነን ናይ ሰባት ምልዋጥ ኣይኮነን ሓሳብ ዝቕይሮ ነቲ ሪያሊቲ ነቲ ኮንዲሽን ነቲ ሕጂ ኣብ መፅኢ ዘሎ ምዕባለታት ምቕባል ንሕና እውን እኮ ሰብ ኣይቀየርና ንሕና ሲ ኣብ ኤርትራ ዘሎ መንግስቲ እኮ ይቀይርና እዩ ኣይተቐየረ መንግስቲ ኤርትራ ንሱ እዩ ህዝባዊ ግንባር ዝመርሖ መንግስቲ እዩ ዘለና ኣብ ትግራይ ዘሎ ድማ ህዝባዊ ወያነ ሓርነት ትግራይ ዝመርሖ መንግስቲ እዩ ዘለና ስለዚ እዚ ከመይ ጌርና ኢና ነገናዝቦ? ናይ ሓሳብ ለውጢ ዘድለናስ ናይ ሰባት ለውጢ እዩ። ኩሉ ግዜ ሰብ ክርድኦ ዘለዎስ ናይ ሓሳብ ለውጢ እዩ። ኣነ ትማሊ እንታይ ነይረ ፅባሕ እንታይ ይኸውን ድሕሪ ፅባሕ እንታይ ይኸውን እዩ እምበር ሰባት ስለተለዋወጡ ዝቕየር ነገር የለን።